ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ቻናል ቤተሰብ ከመይ ትኾኑ? ኩሉ ሰላም እግዚኣብሔር ይመስገን። ብወገነይ ሰላም እየ። ንስኻትኩም እውን በብዘለኹምዎ ሰላም ናይ እግዚኣብሔር ክበዝሐልኩም በዓል ትምሉ ተስፋ እያ። እንኳዕ ድማ ናብ ቻናለይ ብሰላም መጻኹም። ሎማዓንቲ ከዓ ሒዘልኩም ዝመጻኹ ቪድዮ ከምቲ ልሙድ ዋጋ ወርቂ ይኸውን። ዋጋ ወርቂ ሎማዓንቲ ከዓ ወሲኽዶ ቀኒሱ ኣበይ በጺሑ ንዝብል ሎማዕንቲ ሰነ ዓሰርተ ሸውዓተ ወይ ከዓ ጁን ዕስራን ኣርባዕተን ማለት እዩ ኩዌት እና ጆርዳን ባህሬን ኳታር ካብኡ ከዓ ኣብ ስዑዲ ኣብ ስዑዲ ኣብተን ዓበይቲ ከተማታት ዘሎ ዋጋ ክንርኢና እስካዕ ቪድዮ ፍፃመ ተኸታተልዎ ንቻናለይ ሓደሽቲ ዝኾንኩም ሰብስክራይብ ነባራ ዝኾንኩም ከዓ ላይክ ሸር እናገርኩም ኣበረታትዑኒ ላይክ ሸር ንትገሩለይ ካብ ልቢ እናመስገንኪ ክብራት ኣሕዋተይ እዚኣ እናበልኩ ብመጀመርያ ብናይ ኩዌት ዋጋ ኣይንሃርኢ ሎማዓንቲ ዕስራን ሓደን ካራት ኮይኑ ናይ ባህሬን እቲ ፅሪ ወርቂ እየ ሒዘልኩ መፅአ ማለት እዩ ኣብ ኩዌት ዕስራን ሓደን ካራት ንሓንቲ ግራም ማለት እዩ ሰላሳ ዲናር ያው ናይ ኩዌት ዲናር ደሞ ልዕሊ ሓሙሽተ ሚእትን ዕስራን ገለን እዩ ዝሽየጥ ማለት እዩ ካብኡ ከዓኒ ናይ ጆርዳን ንኸንርኢ ናይ ጆርዳን ዕስራን ሓደን ካራት ናይ ባህሬን ወርቂ ሰብዓን ሓደን ዲናር ማለት እዩ ናይ ጆርዳን ዲናር ከባቢ ክልተ ሚእትን ዕስራን ገለን ቅርሺ እዩ ዝሽየጥ ብናይ ኢትዮጵያ ማለት እያ ካብኡ ኳታር ኢና ክንርኢ ኳታር ዕስራን ሓደን ካራት ንሓንቲ ግራም ሰለስተ ሚእትን ኣርባዓን ኣርባዕተን ቅር ርያል ማለት እዩ ኣብ ኳታር ንሓንቲ ግራም ኢሳን ሓደን ካራት ናይ ባህሪን ወርቂ ሰለስተ ሚእትን ኣርባዓን ኣርባዕተን ናይ ኳታር ሐዚ ከባቢ ኣርባዓን ኣርባዕተን ቅርሺ እዩ ዝሽረፍ ብናይ ኢትዮጵያ ብብላክ ማርኬት ማለት እያ ብባንኪ ከባቢ ሰላሳን ገለን እዩ ካብኡ ከዓኒ ናይ ዱባይ ኢና ክንርኢ ናይ ዱባይ ወይ ከዓ ኢማራት ማለት እዩ ዕስራን ሓደን ካራት ንሓንቲ ግራም ናይ ባህሪን ወርቂ ሰለስተ ሚእትን ኣርባዓን ሽዱሽተን ዕስራን ሓደን ካራት ንሓንቲ ግራም ሰለስተ ሚእትን ኣርባዓን ሽዱሽተን ያው ናይ ዱባይ ብድርሃም ክሽረፍ ከሎ ኣብ ኢትዮጵያ ከባቢ ኣርባዓን ሰለስተን ስሳን ሰብዓ ሳንቲም ኣካባቢ ማለት እዩ እና ክብረት ኣሕዋቲ ናይ ደገ ዝሕዚ እዩ ዝመፅእ ዋጋ ወርቂ ከምዚ ይመስል ነይሩ ሕዚ ከዓ ናይ ስዑዲ ክንርኢና ናይ ስዑዲ ብናይ መዲና ክንጅምርና ማለት እዩ ኣብ መዲና ሎማዓንቲ ንሓንቲ ግራም 21 ካራት ናይ ባህሬን ወርቂ 388 ሪያል እዚ ክብለኩም ከለኹ እስካብ ደረሰይ ማለት እዩ ኣብ ዝሓለፈ ቪዲዮ ሰሪሐልኩም ንሃለኹ ከባቢ 360 350 ገለ ነይሩ እሱ ብዘይ ደረሰይ ናይቲ ወርቂ ዋጋ ብቻ እዩ እዚ ከዓ ምስ ናይ ደረሰይ ማለት እዩ ክብራት ኣሕዋተይ ቀጺልና ንርእዮ ከዓኒ መካ እዩ ክኸውን መካ ዕስራን ሓደን ካራት ናይ ባህሪን ወርቂ ሰለስተ ሚእትን ሰማንያን ሓደን ርያል መካ ዕስራን ሓደን ካራት ናይ ባህሪን ወርቂ ሰለስተ ሚእትን ሰማንያን ሓደን ርያል ማለት እዩ ካብኡ ጣይፍ ኢና ክንርኢ ጣይፍ ዕስራን ሓደን ካራት ናይ ባህሪን ወርቂ ንሓንቲ ግራም ሰለስተ ሚእትን ሰማንያን ኣርባዕተን እስካብ ደረሰይ ማለት እዩ ካብኡ እንሪኦ ከዓኒ ጂዛን እዩ ክኸውን ጂዛን ዕስራን ሓደን ካራት ናይ ባህሬን ወርቂ ንሓንቲ ግራም ሰለስተ ሚእትን ሰብዓን ሸውዓተን ሪያል ማለት እዩ ካብኡ ቀፂልና ንሪኦ ጅዳ እዩ ክኸውን ጅዳ ዕስራን ሓደን ካራት ንሓንቲ ግራም ናይ ባህሬን ወርቂ ማለት እዩ ሰለስተ ሚእትን ሰማንያን ክልተን ጅዳ ማለት እዩ ሰለስተ ሚእትን ሰማንያን ክልተን እስካብ ደረሰኝ ወይ ከዓ እስካብ ረሲድ ማለት እዩ ክብራት ኣሕዋቲ ካብኡ ከዓኒ ኣብ መጨረሻ ንሪኦ ናይ ሪያድ ዋጋ እዩ ክኸውን ኣብ ሪያድ ዕስራን ሓደን ካራት ንሓንቲ ግራም ናይ ባህሪን ወርቂ ኣርባዕተ ሚእትን ሓሙሽተን ሪያል ተባሂልኩም ኣለኹም ማለት እዩ ደቂ ዓበይቲ ወይ እና ከምዚኣ ትመስል ንስኹም ከ ወርቂ ዝገዛእኹም ተሊኹም ካብዚ ላዕሊ ወይስ ካብዚ ታሕቲ ኣብተን ዝጠቐስኩወን ሃገራት ብክንደይ ገዚእኹም ኣብ ኮሜንት ዝሓፉሉ ኢኹም ናይ ሎማዓንቲ ዋጋ ወርቂ ከምዚ ይመስል ነይሩ ክብራት ኣሕዋተይ ያው መዓልቲ ደሞ ሰነ 17 ወይ ከዓ ጁን 24 እዩ ዝኸውን ዘሎ ማለት እዩ ደቂ ዓበይቲ እና ቪድዮ እዚኣ ትመስል ነይራ ላይክ ሸር እናገርኩም ከዓ ኣበረታትዑኒ ሰሰናዩ ባይ ባይ